ታሙሽሙሽ ህዝቢ ደቓላ ደቓላ ህዝቢ ካባኻ እስያስ ይሓይሽ እስያስ እንታይ ገይሩ ንመን ቀቲሉ ንመን ቀቢሩ ኣይግድሸንን እዩ ዝሳዕ እዚ ኣካይዳ እስያስ ኣነ ዋላ ተተኣሰርኩ ብግብረይ እውን ተኣሲር ይኸውን እዩ ሓንቲ ግን ኣብ ሕልሚ ዝረእኽዎ ሓንቲ ሕልሚ ክበከ ትርጉማ ክትበኒ ኢኻ ኩላትካ ብዘይካ ፋጨኻ ወድራከን ፋጨን ስብእነት ዝረኣኹሉ ኤርትራዊ ስጋብ ሕጂ የለን። እንትርፎ ክልተ ሸሓነ ዝጥምትን ንረብሓ እምበር ንህዝብን ንሃገርን ዝብል ዋላ ሓደ የለን ኣብዚ። ብሽዱሽተ ዘይጠቕሙ ሰባት የኡምሮኻ ከተመሽምሽ መዋእልካ ስላማይካ ክርስትያና ክርስትያንካ ጎረባብቲ ሃገራት እንዳማዕበላ ሃገር ተርዕም ኣለኻ። ኣብዛ ሰዓት እዚኣ ግን ወይኒ ህግደፍ ኢድካ መሃብያ ጌጋኻ ተኣሪንካ ወይኒ ህግደፍ ኢድካ ምሃብያ ወይ ድማ ዜግነትካ ቀይርካ ኢትዮጵያዊ ምዃንያ ክንረእ ኢና ከኣ ሞሻሙሽ ሰረቕቲ ብዘይ ጠቕሙ ሽዱሽተ ሰባት ሞሻሙሽ ረሳሓት ካባኹም ዝተወለድና ወይ ካባኹም ዝተፈጠርናሉ ህይወት እዩ ዘጣዕሰና ደቓሉ ደቓሉ ወይ ደቓሉ ጥዑያት ከኣ ትመስሉ ንሕና ከ እምሮ የብልናን ሓንጎለ የብልናን ብዝኾነ ሓደ ሽዱሽተ ሰባት ክጠቕሰልኩም እየ ዝረኣኹዎ ሕልሚ ክነግረኩም እየ ድሕሪ እቲ ሕልሚ ግን እንታይ ውሳኔ ወስን ኣነ ወዲ ዓብዱ ኣነ ምሳይ ኣሎ ኤርትር ኢትዮጵያውያን እስያስ ወዲ ተንብየን ሓደ ካልኣይ ሓጎስ ክሻ

መዓኮር እስያስ ኣታ ሙሽሙሽ ዓሌት ኣታ ሙሽሙሽ ዜጋ ኤርትራዊ እየ ክትብል ቁልፍኻ ፍቲሕካ ሃዲንካ ኣብ ዓዲ ጓና ስደት ኮንካ ክልተ ሸሓነ ክትጥምትን ሸቓቕ ክትውልውልን ኣብ እንጀራ ዓለንካ ተዋፊርካ ሃገረይን ሕዝበይን ክትብል ግን ኣየምሕረልካን እዩ ኣሊናን ኢና ተጋጣጢምና ኢና ሓንቲ ምርጫ ግን ንማንእሰይ ክህቦ ዝደሊ ወይ ኢትዮጵያዊነትካ ምቕያር እያ ወይ ድማ ብጌጋኻ ተኣሪምካ ናብ እስያስ ምምላስ እያ። ናብ እስያስ ምምላስ ከኣ ብሕሉፍ ጌጋኻ ተኣሪምካ ከምቲ ዝበሎ ኩዕሶ ናብ መንደቕ ተሃርማ እሞ ንድሕሪት ትምለስ ከም ዝበላ ዓዲ ጓና ከኣ ኣብ ገፊሕ እስር ቤትን ስቓይን ከም ዝነብር ዘለኹ ማንእሰይ ዓቢ ንእሸይ ካብዚ ዝርእዮ ዘለኹ መከራን ኣደራዕን ኣይክኸፍኣንን እዩ። ቅትለት እስያስ፣ ኣነ'የ ሃገረይ ኤርትራ ተመሊሰ፣ ብጌጋይ ተኣሪመ ዑቕባይ ክሓትት'የ ኢለ ሃገረይ ዋላ ተተመለስኩ፣ ክልተ ምርጫ ኣለኒ። ካብተን ምርጫ ከኣ ሓንቲ ከም ኣቦታተይ ከም በዓል ቢትወደድ ኣብርሃ ከም በዓል መሓመድ ሸሪፎ ወይ ኣብ ኣንደር ዓለም ብታሪኽ ጸልማት ረቡልዓለሚን ዝፈጠራ እና ፍጡራት ኢና። ክልተ መፍትሒ ኣለዋ እተን መፍትሒ ከኣ ወይ ናብ እስያስ ኢድካ ምሃብያ ወይ ድማ መንነት ኢትዮጵያዊ ቀይርካ ብሰላም ምንባርያ እልፊ ከዳዓትን ጨማለቕን ቁልፍኹም ኣፍትሒኩም ዝሃደንኩም ከዳዓትን ሃገር ኣለና ህዝቢ ኣለና ባሕሪ ኣለና ወርቂ ኣለና ነዳዲ ኣለና ኣይኮነን የእምሮኻ ዓቢኻ ንእሸኻ የእምሮኻ ስሪሕካ ናብ ልቦናኻ ተተመሊስካ ፍትሒ ክመፅ እዩ ፍትሒ ይመፅን ከዓ ኣብዛ ዓለም እዚኣ ዘይጋገ የለን እስያስ ኣነ እስያስን ሰዓብቶምን እስያስ መኣስ በይኑ ይጭፍልቐኒ ነይሩ ብኖኽራ እስያስ መኣስ በይኑ ይረግፀኒ ነይሩ ምዕጢር እስያስ መኣስ በይኑ ይረግፀኒ ነይሩ እንዳ ሰፋእ እስያስ መኣስ በይኑ ይረግፀኒ ነይሩ ኣብ ኣንደር ዊዓ እስያስ መኣስ በይኑ ይረግፀኒ ነይሩ ኣብ ገደም ሓይሊ ባሕሪ ባፅዕ እስኻትኩም እኳ ኢኹም ትረግፁና ነይርኩም ኣቱም ደቓሉ እስያስ ረዳ በይኑ ክሃንጻ ደሊኹማ ጨማልቕ ሕሱራት ፍጥረት ንረይና ኣብ ሓጺር እዋን ከኣ ካብ ዓዱ ሓጺር ፍጥረት ክፈጥር እየ ታሪኽ ዕንደይ ተባራብርን ከንሳ ሞባይል ክትሰጁ ዘይትኽእሉ መሻሙሽ ደቓሉ ኢኹም ሞባይል ሽሕን ሚእትን ኣለኒ ንወዲ ሰብ ኣጀንዳ ንመዝመዝመዝዩ ግን ወዲ ሰብ ኣብ ምንታይ ድልየት ኣሎ ኣብ ምንታይ ዕላማ ኣሎ ንምባል እምበር ሞባይል ኣሸጊሩኒ ይኮነ ኣጸጊሙኒ ይኮነ ኣነ ናይ ብሓቂ ተሕዝን ሕልሚ ዝረእኹዋ ሓደ ኦኮሎግዛይ ዝበሃሉ ኣብ ሆላንዲ መደብ ኣለዎም መደብ ማሕበር ድዩ መደብ ፖለቲካ ኣይፈልጥን እየ ኦኮሎግዛይ ሓማሴን ኣነ ስደት ምስ ወፃኹ ጥራይ ዝፈልጥ ኦኮሎግዛይ ማለት ዞባ ደቡብ ኮይኖም ማሕበር ንእሸይ ዝኽርታት ከም ኪዳነ ምህረት ወይ ድማ መድሂንኣለም ኣደይ ማርያም ከምኡ ዝኽርድ እዩ ዘለዎም ናይ ፖለቲካ ኣይፈልጥን እየ ሓደ ሰሙን ሙሉእ ከምኡ ኢሉ ክዕለኒ ቀንዩ ብኡ ከዓ ጠፍዩ ማለት እዩ ፅቡቕ ሕልሚ ርኤ ዝረእኹዎ ሕልሚ ከዓ ሰሚዕኹምን ርኢኹምን ክትምልሱለይ ኣብ ሪኮርድ ዲኹም ደዊልኩም ክትምልሱለይ የገንዝበኩም ኣብ ድቃሰይ ነይረ ሕልመይ ይጅምር እቲ ሕልሚ ኣብ ዘለኹዎ ቦታ ኣይፈልጥን እየ እቲ ዝኸዶ ዘለኹ ለምለም ቦታ እዩ። እቲ ዝኸድክዎ ድማ ናይ ሚእቲ ሚትሮ ኮይኑ ለምለም ዝኾነ መሬት ይርኢ። በለስ፣ ኣራንሺ፣ ዝበሰለ ከምኡ ኮላይ ዘራእቲ ከም በዓል ሚሸላ፣ ዕፉን ወዘተ ዘሎ ንዑ እንዳጠመትኩ እቲ ኣራንሽን በለስን እንዳበላዕኹ እንዳቀንጠብኩ መገደይ ይቕጽል። እቲ ገዛ ማሕበር እኮሎግዛይ ተኣኪቦሞ ዘለዉ ብዓይኒ ክትሪኦ ብጣዕሚ ርሑቕ ኣብቲ ብእግርኻ ክትከይድ ከኣ ናይ ሚ- ናይ ሚእቲ ሚትሮ ኮይኑ ይጸንሐኒ ይብገስ ተበጊሰ ኣብቲ ከባቢ ምስ በጻሕኩ ዓበይቲ ኣቦታት ኣዴታት ማንእሰያ ተዋልዶ መወዳቶም ግደፈኒ ጆማል ትርእየኒ ተሊኻ ግደፈኒ ካሊእ ሕማም ርኣ ክልን ኣይትደውለልና እስከ ይኸይድ እሞ ኣብቲ ከባቢ ገዛ ምስ በጻሕኩ ነቲ ገዛ መእተዊ ስእነሉ እኸይድ ኣለኹ ኢለ ኣብቲ ኣካይዳይ ዝኾዶ ዘለኹ እውን እቲ ኣራንሽን በለስን እንዳበላዕኹ እውን ኣብ ድቃስ እየ ዘለኹ ኣብ ሕልሚ እየ ዘለኹ ግን እኸይድ ኣለኹ እቲ ገዛ ምስ ኣለኹዎ መእተዊ ስኢነ ብላዕሊ ብካንሸሎ ደይበ ብላዕሊ ቀስ ኢለ እወርድ በቲ ናይ ካንሸሎ ኣፈት መእተዊ ሓደ ቀሽን ሓንቲ ጓል ቁሩብ ናይ እምሮ ፀገም ዘለዋ ይፀልሑኒ እሳቶም እልምኑ መባቐሺ ዓብዮም ነይሮም ተጎልቢበም ናይ ቀሺ ምልክት ዘለዎም እዮም ኮታ የለምኑኒ ገንዘብ ህቦ እታ ጓል ድማ ጓል ዕስራን ሓደን ክልተን እያ ትበፅሕ እሳ ኮላይ ከምኡ ትልምነኒ ኣቲ እስኺ ዳ ማንእሰይ ደይኮንክን እንታይ ዳ ከፊእኪ ክብላን እተን ደቂ ኣንስትዮ መፅን ኪርቲ ኢለን ይሰጓ ንፀላኣ ተጎልቢባ ካብቲ ገዛ ትወፅእ ኣብኡ መስተ ኣይነበረን ዝኾነ ዓይነት መሰ ኣይነበረን። ኣብ መንጎ ሰባት መኣዲ ተቐሪቦም እንዳበልዑ ሓደሽቲ መንእሰያት ካባይ ዝዓብዩን ዝንእሱን መሳቶይን ይመጹ እሞ ክንቅረብ ኢልና ኮካ እንዳቐድሐትልና ካብ ድቃሰይ ይበራበር። እዚ ዝመስል ሕልሚ ከኣ ሎማዓንቲ ርእየ ማለት እዩ።

ጽቡቕ ሕልሚ ርኤ። እቲ ዝረኣኹዎ ሕልሚ ከኣ ሰሚዕኹምን ርኢኹምን ክትምልሱለይ፣ ኣብ ሪኮርድ ዲኹም ደው ኢልኩም ክትምልሱለይ የገንዝበኩም። ኣብ ድቃሰይ ነይረ ሕልመይ ይጅምር። እቲ ሕልሚ ኣብ ዘለኹዎ ቦታ ኣይፈልጥን እየ። እቲ ዝኾዶ ዘለኹ ለምለም ቦታ እዩ። እቲ ዝኾድኩዎ ድማ ናይ ሚእቲ ሚትሮ ኮይኑ ለምለም ዝኾነ መሬት ይርኢ፣ በለስ፣ ኣራንሺ፣ ዝበሰለ፣ ከምኡ ኮላይ ዘራእቲ ከም በዓል ምሸላ፣ ዕፉን፣ ወዘተ ዘሎ፣ ንዑ ዳጠመትኩ እቲ ኣራንሽን በለስን ዳበላዕኹ እንዳቐንጠብኩ መገደይ ይቕጽል። እቲ ገዛ ማሕበር እኮሎግዛይ ተኣኪቦሞ ዘለዉ ብዓይኒ ክትሪኦ ብጣዕሚ ርሑቕ፣ ኣብቲ ብእግርኻ ክትከይድ ከኣ ናይ ሚእቲ ሚትሮ ኮይኑ ይጸንሐኒ። ይብገስ ተበጊሰ ኣብቲ ከባቢ ምስ በጻሕኩ ዓበይቲ ኣቦታት ኣዴታት ማንእሰያ ተዋልዶም ኣወዳቶም ግደፈኒ ጆማል ትርእየኒ ተሊኻ ግደፈኒ ካልእ ሕማም ናይ ኣኽልን ኣይትረውሉልና እስከ ይኸይድ እሞ ኣብቲ ከባቢ ገዛ ምስ በፃሕኩ ነቲ ገዛ መእተው ስእነሉ እኸይድ ኣለኹ ኢለ ኣብቲ ኣካይዳይ ዝኾዶ ዘለኹ እውን እቲ ኣራንሽን በለስን እንዳበላዕኹ እውን ኣብ ድቃስ እየ ዘለኹ ኣብ ሕልሚ እየ ዘለኹ ክመፅ እዩ ፍትሒ ይመፅን ከዓ ኣብዛ ዓለም እዚኣ ዘይጋገ የለን እሰያስ ኣነ እሰያስን ሰዓብቶምን እሰያስ መኣስ በይኑ ይጭፍልቐኒ ነይሩ ብኖክራ እሰያስ መኣስ በይኑ ይረግፀኒ ነይሩ ምዕጢር እሰያስ መኣስ በይኑ ይረግፀኒ ነይሩ እንዳሰፋእ እሰያስ መኣስ በይኑ ይረግፀኒ ነይሩ ኣብ ኣንደር ዊዓ እስያስ መኣስ በይኑ ረግጸ ኔሩ ኣብ ገደም ሓይሊ ባሕሪ ባጽዕ እስኻትኩም እኳ ኢኹም ትረግጹና ኔርኩም ኣቱም ደቓሉ እስያስ ረዳ በይኑ ክሃንጻ ደሊኹማ ጨማለቕ ሕሱራት ፍጥረት ንረይ ኢና ኣብ ሓጺር እዋን ከኣ ካብ ዓድና ሓጺር ፍጥረት ክፈጥር እየ ታሪኽ ዕንደይ ተበራብርን ከንሳ ሞባይል ክትሰዱ ዘይትኽእሉ መሻሙሽ ደቓሉ ኢኹም ሞባይል ሽሕን ሚእትን ኣለኒ ንወዲ ሰብ ኣጀንዳ ንመዝመዚ መዚኡ ግን ወዲ ሰብ ኣብ ምንታይ ድልየት ኣሎ ኣብ ምንታይ ዕላማ ኣሎ ንምባል እምበር ሞባይል ኣሸጊሩኒ ይኮነ ኣጸጊሙኒ ይኮነ ኣነ ናይ ብሓቂ ተሕዝን ኣሕ ሕልሚ ዝራእኹዋ ሓደ ኦኮሎግዛይ ዝበሃሉ ኣብ ሆላንዲ መደብ ኣለዎም መደብ ማሕበር ድዩ መደብ ቦሎቲካ ኣይፈልጥን እየ እኮሎግዛይ ሓማሴን ኣነ ስደት ምስ ወጻኹ ጥራይ ድፈልጥ እኮሎግዛይ ማለት ዞባ ደቡብ ኮይኖም ማሕበር ንእሸይ ዝኽርታት ከም ኪዳነ ምህረት ወይ ድማ መድሂንኣለም ኣደይ ማርያም ከምኡ ዝኽሪ ድዩ ዘለዎም ናይ ፖለቲካ ሞሻሙሽ ሰረቕቲ ብዘይ ጠቕሙ ሽዱሽተ ሰባት ሞሻሙሽ ረሳሓት ካባኹም ዝተወለድና ወይ ካባኹም ዝተፈጠርናሉ ህይወት እዩ ዘጣዕሰና ደቓሉ ደቓሉ ወይ ደቓሉ ጥዑያት ከዓ ትመስሉ ንሕናኸ ኣእምሮ የብልናን ሓንጎለ የብልናን ብዝኾነ ሓደ ሽዱሽተ ሰባት ክጠቕሰልኩም እየ ዝረኣኹዎ ሕልሚ ክነግረኩም እየ ድሕሪ እቲ ሕልሚ ግን እንታይ ውሳኔ ውስን ኣነ ወዲ ዓብዱ ኣነ ምሳይ ኣሎ ኤርትር ኢትዮጵያውያን እስያስ ወዲ ተንብየን ሓደ ካልኣይ ሓጎስ ክሻ

ለሐሲ መዓኮር እስያስ ኣታ ሙሽሙሽ ዓሌት ኣታ ሙሽሙሽ ዜጋ ኤርትራዊ እየ ክትብል ቁልፍኻ ፍቲሕካ ሃዲንካ ኣብ ዓዲ ጓና ስደት ኮይንካ ክልተ ሸሓነ ክትጥምትን ሸቓቕ ክትውልውልን ኣብ እንጀራ ዓለንካ ተዋፊርካ ሃገረይን ሕዝበይን ክትብል ግን ኣየምሕረልካን እዩ ኣሊናን ኢና ተጋጣጢምና ኢና ሓንቲ ምርጫ ግን ንማንእሰይ ክህቦ ዝደሊ ወይ ኢትዮጵያዊነትካ ምቕያር እያ ወይ ድማ ብጌጋኻ ተኣሪንካ ናብ እስያስ ምምላስ እያ። ናብ እስያስ ምምላስ ከዓ ብሕሉፍ ጌጋኻ ተኣሪንካ ከምቲ ዝበሎ ኩዕሶ ናብ መንደቕ ተሃርማ እሞ ንድሕሪት ትምለስ ከም ዝበላ ዓዲ ጓና ከዓ ኣብ ገፊሕ እስር ቤትን ስቃይን ከም ዝነብር ዘለኹ ማንእሰይ ዓቢ ንእሸይ ካብዚ ዝሪኦ ዘለኹ መከራን ኣደራዕን ኣይክኸፍኣንን እዩ። ቅትለት እስያስ ኣነየ ሃገረይ ኤርትራ ተመሊሰ ብጌጋይ ተኣሪመ ዑቕባይ ክሓትት እየ ኢለ ሃገረይ ዋላ ተተመለስኩ ክልተ ምርጫ ኣለኒ። ካብተን ምርጫ ከኣ ሓንቲ ከም ኣቦታተይ ከም በዓል ቢትወደድ ኣብርሃ ከም በዓል መሓመድ ሸሪፎ ወይ ኣብ ኣንደር ዓለም ብታሪኽ ጸልማት ረቡል ዓለሚን ዝፈጠራ እና ፍጡራት ኢና ክልተ መፍትሒ ኣለዋ እተን መፍትሒ ከኣ ወይ ናብ እስያስ ኢድካ ምሃብያ ወይ ድማ መንነት ኢትዮጵያዊ ቀይርካ ብሰላም ምንባር እያ እልፊ ከዳዓትን ጨማለቕን ቁልፍኹም መፍትሒኩም ዝሃደንኩም ከዳዓትን ሃገር ኣለና ህዝቢ ኣለና ባሕሪ ኣለና ወርቂ ኣለና ነዳዲ ኣለና ኣይኮነን የእምሮኻ ዓቢኻ ንእሸኻ የእምሮኻ ስሪሕካ ናብ ልቦናኻ ተተመሊስካ

ታሙሽሙሽ ህዝቢ ደቓላ ደቓላ ህዝቢ ካባኻ እስያስ ይሓይሽ እስያስ እንታይ ገይሩ ንመን ቀቲሉ ንመን ቀቢሩ ኣይግድሸንን እዩ ዝሳዕ እዚ ኣካይዳ እስያስ ኣነ ዋላ ተተኣሰርኩ ብግብረይ እውን ተኣሲረ ይኸውን እዩ ሓንቲ ግን ኣብ ሕልሚ ዝረእኽዎ ሓንቲ ሕልሚ ክበከ ትርጉማ ክትበኒ ኢኻ ኩላትካ ብዘይካ ፋጫኻ ወድራከን ፋጨን ስብእነት ዝረኣኹሉ ኤርትራዊ ስጋብ ሕጂ የለን። እንትርፎ ክልተ ሸሓነ ዝጥምትን ንረብሓ እምበር ንህዝብን ንሃገርን ዝብል ዋላ ሓደ የለን ኣብዚ። ብሽዱሽተ ዘይጠቕሙ ሰባት የኡምሮኻ ከተመሽምሽ መዋእልካ ስላማይካ ክርስትያና ክርስትያንካ ጎረባብቲ ሃገራት እንዳማዕበላ ሃገር ተርዕም ኣለኻ። ኣብዛ ሰዓት እዚኣ ግን ወይ ንሂግደፍ ኢድካ ምሃብያ ጌጋኻ ተኣሪንካ ወይ ንሂግደፍ ኢድካ ምሃብያ ወይ ድማ ዜግነትካ ቀይርካ ኢትዮጵያዊ ምዃንያ ክንረእ ኢና እኮ ሕልሚ ክነግረኩም እየ ድሕሪ እቲ ሕልሚ ግን እንታይ ውሳነ ውስን ኣነ ወዲ ዓብዱ ኣነ ምሳይ ኣሎ ኤርትር ኢትዮጵያውያን እስያስ ወዲ ተንብየን ሓደ ካልኣይ ሓጎስ ክሻ

ኢድካ ምሃብያ ወይ ድማ ዜግነትካ ቀይርካ ኢትዮጵያዊ ምኻንያ ክንረእ ኢና ከኣ ሞሻሙሽ ሰረቅቲ ብዘይ ጠቅሙ ሽዱሽተ ሰባት ሞሻሙሽ ረሳሓት ካባኹም ዝተወለድና ወይ ካባኹም ዝተፈጠርናሉ ሂወት እዩ ዘጣዕሰና ደቃሉ ደቃሉ ወይ ደቃሉ ጥዑያት ከኣ ትመስሉ ንሕና ከእምሮ ይብልናን ሓንጎሎ ይብልናን ዝኾነ ሓደ ሽዱሽተ ሰባት ክጠቅሰልኩም እየ ዝረኣኹ ተኽላይ ማንጁስ ተኽላይ ማንጁስ ተኽላይ ተካል ዓይኑ ለሐስ መዓኮር እስያስ ኣታ ሙሽሙሽ ዓሌት ኣታ ሙሽሙሽ ዜጋ ኤርትራዊ ክትብል ቁልፍኻ ፍቲሕካ ሃዲንካ ኣብ ዓዲ ጓና ስደት ኮንካ ክልተ ሸሓነ ክትጥምትን ሽቓቕ ክትውልውልን ኣብ እንጀራ ዓለንካ ተዋፊርካ ሃገረይን ሕዝበይን ክትብል ግን ኣየምሕረልካን እዩ። ኣሊላን ኢና፣ ተጋጣጢምና ኢና። ሓንቲ ምርጫ ግን ንማንእሰይ ታመችመች ህዝቢ ደቓላ ደቓላ ህዝቢ ካባኻ እስያስ ይሓይሽ እስያስ እንታይ ገይሩ ንመን ቀቲሉ ንመን ቀቢሩ ኣይግድሸንን እዩ ዝሳዕ እዚ ኣካይዳ እስያስ ኣነ ዋላ ተተኣሰርኩ ብግብረይ ውን ተኣሲረ ይኸውን እየ ሓንቲ ግን ኣብ ሕልሚ ዝረእኽዎ ሓንቲ ሕልሚ ክበከ ትርጉማ ክትበኒ ኢኻ ኩላትካ ብዘይካ ፋጨ ከኣ ወድራከን ፋጨን ስብእነት ዝረእኹሉ ኤርትራዊ ስጋብ ሕጂ የለን እንትርፎ ክልተ ሸሓነ ዝጥምትን ንረብሓ እምበር ንህዝብን ንሃገርን ዝብል ዋላ ሓደ የለን ኣብዚ ብሽዱሽተ ዘይጠቕሙ ሰባት የእምሮኻ ከተመሽመሽ መዋእልካ ስላማይካ ክርስትያና ክርስትያንካ